ዮርዳኖስ ይበሃል ማለት እዩ ሎማዓንቲ ኣነ ዝጥቀመሉ ንፀጉረይ ዝፈተኽዎ ፖረዳክት ሸር ክገብረኩም እየ እምበኣር ክሳብ መወዳእታ ትከታተትሉኒ ብኽብሪ ይዕድመኩም ማለት እዩ ናብ ትሕዝቶይ ከእትወኩም መጀመርታ እዚዕ ክሪኤኩም እዚዕ ክሪኤኩም ማለት እዩ እስክሪን ሽት ጌርኩም ክትወስድዎ ትክእሉ ኢኩም እዚ እዩ እዚኣ ናይ ሹትስ ሂትስ ሹትስ እያ ንጸጉርና ቅድሚ ፎን ጌርና ምንቃስና ቅድሚ ፓርስራ ምግባርና ቅድሚ ጸጉርና ምንቃስና ካብዚ ክንገብረሉ ኣለና ነቲ ጸጉርና ካብቲ መንዳድ ይኩን ካብ ብርቱዕ ሓዊ ድማ ይከላከለሉ ጸጉርና ፓርስትራ ምስ ገበርናዮ ንከይመውት እቲ ጸጉሪ ንከይቆራረጽ ገለ ማለት እዩ ብጣዕሚ ዝሕግዘና ን ናይ ሂትሰ ሹትሲ ማለት እዩ ናይ ዋዒ መከላኸሊ ማለት እዩ እዚኣ ናይ ፀጉሪ እዚኣ ኣገዳሲት ብጣዕሚ ዝፈትዋ ፕሮዳክት ማለት እዩ ንፀጉረይ ወላ እውን ንካስተመር ዝጥቀመላ እያ ማለት እዩ ሶ ካልኣይቲ ድማ እዚኣ እዚኣ ረኣያ እዚኣ ናይ ኦሊቭን ኦይል ሀሽፕረያ እዚኣ ናይ ፀጉሪ እሽፕረያ ማለት እዩ ከምዚ ገይረ so ከምዚ ገይረ ኣብ ፀጉረይ ይጥቀመላ ማለት እዩ ፓርስራ ምስ ገበርና እንተ ካብዚ ገይርና ነቲ ፀጉርና ብጣዕሚ እዩ ወዝ ዝህቦ ሓደ ጸጉርና በለጭለጭ እዩ ዝብል። ካልኣይ ድማ እዚ ኦሊቭን ኦይል ሃሽፕረይ ዘይቲ ኣለዎ። ዘይቲ ስለ ዘለዎ እቲ ጨጉርና ፊፍፊፍ ምስ ኣበልናሉ ኣብ ብምሉኡ ጸጉርና እዩ ዝባጻሕ ማለት እዩ። ብጣዕሚ ጥዑም ዝኾነ ጨና ኣለዎ። ጥዑም ጥዑም በቃ ናይ መወዳእታ ጥዑም ዝኾነ ጨና ኣለዎ። ዋላ እውን ኣብ ገዛ ጸብሒ እንተሰሪሕና ገለ ንኣብነት ዋላ ጸጉርና መንዲል ኣሲርናዮ ከለና ሓደ ሓደ ግዜ ይጨኑ እዩ ማለት እዩ። ኣዞ ክምዚ ክንዲ ኣመት ክከውን ከሎ ገለ ብፍላይ ጸጉርካ ተቆኒንካ ውን ገለ መንዲል ጌርካሉ ከለካ ጸብሒ ክጨኑ ስለ ዝክእል ከምዚኣ ከምዚኣ ግብራ ኣቢልካ ኣብ ሙሉእ ጸጉርካ ትገብሮ ማለት ዩ ኣብ ኣርቲ ክትጥቀመሉ ትክእል ኢካ ፓርስራ ምስ ገበርካሉ ምስ ተቆናንካዮ ጸጉርካ ገለ ብጣዕሚ ጽብቅቲ እዚኣ ዋው። ማራ ዝፈትዋ ናይ ጸጉሪ ፕሮዳክት ማለት እዩ ሶዶ እዚኣ ከኣ ነጊረኩሚ ጸኒሐ ማለት እዩ ግን ደሓን ከምዚኣ ግብሪ ኣቢልካ ንእሽተይ ትወስድ እዚኣ ግብሪ ኣቢልካ ማለት እዩ እዚኣ ግብሪ ኣቢልካ ጸጉሪ ንኣብነት ኣብዚኣ ፈሪኻ እንተሃሊኻ ጸጉሪ ንዕዐን ከምዚኣ ግብሪ ኣቢልካ ከምዚ ትገብረለን ዳን ሽዑ ባር ስትራ ጌርካ ድማ ወይ ፎም ጌርካ ተንቁሕ ማለት እዩ ሶ ብኸምዚ ዓይነት ኣገባብ ክንጥቀመሉ ኣለና ማለት እዩ። ብድሕሪኣ ዘልየኩም ድማ እዚኣ ማለት እዩ። እዚኣ ከኣ ናይ ካንቱር ኮንዲሽነር እያ ማለት እዩ። ሊቭ ኤን ኮንዲሽነር እያ። በዚ ከምዚ ግብራ ቢለ ከኢልኩም እዚኣ ናይ ካንትዋ ሊቭ ኤንድ ኮንዲሽነር እዚኣ ዓባይ እያ so ክንደይ ግራም እያ መስለኩም ኣርባዕተ ሚእትን ሓምሳን ግራም እያ ዕብይ ዝበለት እያ ክትውዳእ ቀሪባ ኣላ ማለት እዩ ያው ፀጉር ክትውዳ ቀልብ ኣላ እዚኣ ድማኒ ፀጉርና ምስ ተሓፀብና ፀጉርና ክንፍርዞ እንተደሊና ፕሊስ ነዚ ክንጥቀም ኣለና ማለት እዩ ኣነ ንጓለይ ፀጉራ ክፍርዘላ ከለኹ ግድን እየ ካብዚ ዝገብረላ እዚ ድማኒ ፀጉርና ሓፂብና ምስ ፈረዝናዮ ፋሕ ስለ ተብሎ ማለት እዩ ንፋስን ቁርን ነቲ ጸጉሪ ስብርብር ከብሎ ስለ ዝኽእል እዚ ግና እንተ ጌርካሉ ነቲ ጸጉሪ ጠሊ። እቲ ጸጉሪ ካብ ምስብባር ካብ ምርጋፍን ድማ ይከላኸለሉ ማለት እዩ። እዚ ድማ ብጣዕሚ ጽቡቕ ሊቭ ኢን ኮንዲሽነር ማለት እዩ። so yeah እዚኣ ከኣ እዚኣ ሻውም ትበሃል ከምዚ ጌረ ኣቕርባ ኣቢለ ከርእየኩም እየ ማለት እዩ። እዚኣ ደሞ ካብ ናይ ሊቭ ኤን ኮንዲሽነር እያ ሻውም ትባሃል ከምዚኣ ግብራቶ ኢልኩም እስክሪን ሽት ጌርኩም ወሲድኩም ኣብ ጎግል ሰርች ግበርዎ ማለት እዩ ወይ ካዓ ሊንክ ኣብ ናይ ኮመንት ኣብ ታሕቲ ኣብ ናይ ኮመንት ሊንክ ክከትፈለኩም ክፍትን እየ ማለት እዩ ኦኬ። so እዚኣ ድማ ዓፍራ እያ ከምዚ ጌርካ ትቆርጸሉ ዓፍራ እዩ ዓፍራ እዩ ንኣብነት ጸጉርና እንተ ተቆኒናዮ ሰጥ ንኽብል ጽቡቅ እዩ ማለት እዩ ኣብቲ ዝተቆነነ ጸጉሪ ከም ስግብ ተብሎ ጥዑም ጨና እዩ ዘለዎ በቃ ህፍፍ ኢሉ ሽዑ ሽዑ ይስጠፍእ ወይ ከዓኒ እፎም ትገብረሉ ማለት እዩ ንኣብነት ጸጉርና ሕጂ ምስ ተቆነናዮ እቲ ጸጉሪ ቀጥ ኢሉ ከምቲ እትቖነኖ ጽቡቕ ምኽር ዓይኒ ንኽህልዎ ይሕግዘካ እዩ። ን ጸጉርኻ ድማ ፓር ስትራ ጌርካሉ እንተ ኔርካ ንኣብነት ከይሓጸብካዮ ጸጉርኻ ክትፍርዞ እንተ ደሊኻ በዚ ግብር ኣቢልካ ማለት እዩ ጥቕልል ተቢልካዮ ድማ ጸጉርኻ ብጣዕሚ እዩ ፍሪዝ ዝኸውን ማለት እዩ ኣብ ፓር ስትራ ጸጉሪ እንተ ኾይኑ ጥራሕ እዩ። ፍሪዝ ዝኾነልካ ማለት እዩ ማይ ጸጉርኻ እንተ ሓጺብካዮ ግና እስተይርካሉ ህፍፍ ኢሉ ይጠፍእ ማለት እዩ so ንቁኖ ጽብቅቲ ጸጉርና ፓራስትራ እንተ ጌርናዮ ድማ ብድሕሪ ፓራስትራ ቀኒና ፍሪዝ ክንገብሮ ተደሊና ከይ ሓጸብና ማይ በዚ ጌርና ክንፍርዞ ንኽእል ኢና so yeah ዝፈትዎ ዘይቲ ከኣ እዚ ዘይቲ ማለት እዩ እዚ እዚ ዳክሲ እዚ ዝፈትዎ ዘይቲ እዚ ኣያ ማለት እዩ ኢዚኣ ዳክስ ዘይፈትዋ ዘይቲ እያ ጨንኡ ኡርጡር ዝኾነ ጨና የብሉን ጽቡቅ እዩ እዚ ድማ ብፍላይ ኣብ ጫፍ ጫፍ ጨጉሪ ማለት እዩ ጫፍ ጫፍ ጨጉሪ ኩሉ ዳኣ ሎም መዓልቲ ጸጉረይ ይገብሮ ዶ እምበራይ ኣብ ጫፍ ጫፍ ጸጉርና ማለት እዩ ጸጉርና ንኸይሰባበር ብፍላይ ኣብ ጫፉ ጨጉርና ካብ ሰንኮብር እለልና ብጣዕሚ ጽቡቅ ንጓለይ ይጥቀመላ እየ ይጥቀመሉ እየ ንዓይ ወላ ንደቀይ ጸጉሮም ካብ ዘይቲ እየ ዝገብረሎም ማለት እዩ ቤስት ዘይቲ ከኣ እዚኣ ማለት እዩ ብዙሕ ዓይነት ዳክስ ኣሎ ገሊኡ ንጸጉሪ ብጣዕሚ እዩ ዘለስልሶ ብጣዕሚ የትርሮ ገለ ገለ ኣነ ግን ነዊሕ ዓመት ተጠቀምኩላ እዚኣ እያ ካብ ብምሉኡ ዳክስ በቃ ብዙሕ ዓይነት ዳክሲ እየ ፈቲነ እዚኣ ግና ፀጉርካ እንተጌርካዮ ንኣብነት ሎማዓንቲ ተጌርካሉ ክሳብ ትሓፅቦ ኣብቲ ፀጉሪ ኣሎ እቲ ዘይቲ ማለት እዩ ግን ፕሊስ ኣብዚ ሽፋን ርእስና ኣይንግበሮ ምክንያቱ ነቲ ሽፋን ርእስና ክዓብሶ ስለ ዝክእል ኣብ ሽፋን ርእስካ ኣይግበርን እዩ ኣብቲ ፀጉሪ ጥራሕ ፀጉሪ ብፍላይ ኣብ ጫፉ ኣብቲ ፀጉሪ ከምዚ ዓይነት ዘይቲ ፅቡቅ እዩ ፀጉርና ንፈርዞ ኣይንፈርዞ ብዘየገድስ ማለት እዩ እዚ ዘይቲ እዚ ፅቡቕ እዩ ፓርስትራ እንተጌርናዮ ፀግርና ድማ ኣብ ጫፍ ጫፉ ድሕሪ ፓርስትራ ክንጥቀመሉ ንኽእል ኢና ማለት እዩ ያ ካልእ ድማ እዚኣ እዚኣ ድማ ናይ ኦሊቨን ኦይል እያ እዚኣ ሄር ሞይስቸራይዝ እያ ብጣዕሚ መለስለሲ ናይ ፀጉሪ ማለት እያ እዞ እያ እዚኣ ድማኒ እያ እዚኣ ከዓኒ ንፀጉርና እንታይ ትጠቕሞ መስለክን ንኣብነት ፀጉርካ ምሸይ ትሓፅቦ ምስ ሓፀብካዮ ቁሩብ ዘይቲ ትገብረሉ ማለት እዩ ዘይቲ እንታይ ጌርካሉ ንኣብነት ናይ ቆልዑ ፀጉሪ ተኮይኑ ካብዚ ግብር እንተቢልካሉ ማለት እዩ ብጣዕሚ ጽቡቅ ዎዝ ዘለዎ ክኸውን ሉስሉስ ይኸውን ማለት እዩ ሉስሉስ ይኸውን ክሳብ ትሓጽቦ ብጣዕሚ ጸጉሩ ሉስሉስ ኮይኑ ይቅኒ ማለት እዩ ንኣብነት ዋላ ኣብ ፍሪዝ ክንገብር ከለና ቀቅድሚዚ ቁሩብ ካብዚ ንገብረሉ ካብዚ ካኣ ንገብረሉ ማለት ጽቡቅ እዩ እንተዘይኮይኑ ግን ንደቅና ዘይቲ ምስ ገበርናለን ብፍላይ ንቆልዑ ዘይትምስ ገበርካለን ብድሕሪኡ እዚ እንተ ጌርካ ቆኒንካየን ወይ ኣተሓሒዝካየን ድማ ክሳብ ትሓጽቦ እቲ ጸጉሪ ጽቡቅ ይቆኒ ማለት እዩ ጽቡቅ ልስልስ ልስሉስ ይኸውን ካልእ ከኣኒ እዚ እዚ ንጸጉሪ መቆነኒ ማለት እዩ እዚ። እዚ ንፀጉሪ መቆነኒ ዝተፈላለየ ዓይነት ሕብርታት እዩ ዘሎ። ገሊኡ ከምዚ ኣወዳት ዝጥቀምሉ ማለት እዩ። ገሊኡ ከምዚ ኦራንጅ መቆነኒ ፅቡቅ እዚ ቀይሕ ድማ ኣሎ ማለት እዩ። ሶ እዚኣ ብጣዕሚ ብዙሕ ሰብ ይፈትዋ እዩ፣ ብዙሕ ሰብ ይጥቀመላ እዩ። ኣነ ግን ሓቂ ዘረባ ማራ ኣይ ኣይ ፈተኽዋን ማለት እዩ ኣይ ዶኖ ግን ኣይ ፈተኽዋን ግን እንታይ ጽብቅቲ እዚኣ ንኣብነት እዝናይ ቅድሚት ቤቢ ሄር ክተውጽኣላ ብጣዕሚ ጽብቅቲ እያ እዚኣ ቤቢ ሄር ናይ ቅድሚት ክተውጽኣላ ብጣዕሚ ጽብቅቲ እያ ካልኣይ ነገር ድማኒ ቤቢ ሄር ናትካ እዝናይ ቅድሚት ማለት እዩ በፍጹም ኣይስበርን እዩ ኣይሰባበርን እዩ ብጣዕሚ በቃ ከምቲ ዝነበሮ እዩ ዝኸውን ማለት እዩ ምስ ሓጸብካዮ ከምቲ ዝነበሮ እዩ ዝኸውን ዋላ እንተ ዘይሓጺብካዮ ጸገም የብሉን እዚ ማለት እዩ ዝኾነ ጉድኣት የብሉን ብኸምኣ ኣዝያ ጽብቕቲ እያ ዋጋኣ ክብርቲ እያ ንቑኖ ግን ጽቡቕቲ ኣይኮነትን ብዙሕ ሰብ ንቑኖ ይጥቀመሉ እዩ ኣነ ኣይ ግን ኣነ ኣይፈተኽዋን ንቑኖ ማለት እዩ so እዚኣ ኸኣ ክትገዝኣ እንተ ደሊኽን ንቤቢ ሄር ብጣዕሚ ጽብቕቲ እዚኣ ድማኒ ንኣብነት ጸጉርና ክንመቕሎ ከለና ማለት እዩ ጽኽ ኢሉ እቲ መቕሎ ንኽወጸልና ንኽወጸልና ማለት እዩ ኣብቲኣ መቕሎ ንኣብነት ኣብዚኣ መቕሎ ትገብረላ ሽዑ ጽቡቕ ገይሩ እሱ መቕሎ ሰጥ ኢሉ ይወጽ ማለት እዩ ሶ ንኸምዚ ማለት እዩ እዚ ዝተፈላለዩ ሕብርታት ዘለኒ ገሊኡ ስለተወድአ ገሊኡ ማለት እዩ ዳርጋ ኩሉ ሓደ ጽቡቅ ኩሉ ጽቡቅ ዩ እዚኣ ኦራንጅ ሕብራ ብጣዕሚ ጽብቅቲ ማለት ዩ ነወዳት ከኣ ክቆንን ከለኩ እዚ ሰምያዊ ሕብሩ ከኣ ጽቡቅ ማለት ዩ ያ ተፋላለ ዓይነት ሕብሪ ኣሎ ማለት እዚኣ ድማ ናይ ጸጉሪ ሽፕረይ ማለት ዩ ሄር ሽፕረይ ያ ኣብዚ ስትሮንገር ሽፕረይ ትብላላ ማለት ዩ እዚኣ ድማ ንምንታይ ትጠቅም መስለክን ንኣብነት ጸጉርካ ፓርስራ ጌርካ ዲካ ወይ ናብ ፉሉይ ዕድመ ወይ ውራይ ተሃሊካ ማለት ጽቡቅ ፓርስራ እንተ ጌርካሉ ንኣብነት ከምዚ ጽቅልልልል ኣቢልካ ፓርስራ እንተ ጌርካሉ ወይ መቀስ እቲ መቀስ ብትንትን ንከይብል እዚ እንተ ጌርካሉ ከምታ ዝነበራ እቲ መቀስ ከምታ ዝነበራ ጠጠው ይብላ ማለት እዩ ደው ይብላ ማለት እዩ እዚኣ እዚኣ ኣብ ኣብ ጎግል ገለ ሰርች ግበራ ካብዚ ዓዲ ኣይኮንኩን ገዚኤያ ወይ ካብዚ ኢሮጳ ኣይኮንኩን ገዚኤያ ማለት እዩ ስትሮንገር እሽፕርያ ትብል ማለት እዩ ሶ እዚኣ ከዓ ፅብቕቲ ማለት እዩ ብጣዕሚ ፅብቕቲ ኤንድ ንኣብነት እዚ እዚ ፀጉሪ ዓይንና እዚ ፀጉሪ ዓይንና ምሻሎ ከምዚ ሰጥ ንኽብል ሰልጢኑ ንኽወጽእ እንተደሊና ድማ እዚኣ ከምዚ ዓይነት ከምዚ ዓይነት ናይ ጸጉሪ ዓይንና መበተኒ ነምጽእ ምሸይ ከምዚ ኣግብር ኣቢልና ኣግብር ኣቢልና እዚ ጸጉሪ ዓይንና ከምዚ ጌርና ኣርኣይዎ ከምዚ ጌርና ኣበል ተቢልና ኣነ ሕጂ ካብኡ ጌረ ኣለኹ ኣበል ተቢልናዮ ጸጉሪ ዓይንና ውጽእ ይብል ማለት እዩ ጽቡቕ ይኸውን ርኣይዎ ሓንት ኢሉ ካብኡ ጌሩ ኣሎ ኔረ ማለት እዩ ከምዚ ኢሉ ዝተዃሓለ ይመስል ከምዚ ኢሉ ትርር ኢሉ ይወጽእ ማለት እዩ ዳሕራ ክትሓጽቦ ከለኻ ግን ጸጉሪ ዓይንኻ ተሪር እዩ ዝኸውን so ያ ጽቡቅ ጌርና ማይ ክንገብረሉ ኣለና ወይ ከኣ ዝኾነ ናይ ሜክኣፕ መልገሲ ጌርና ክንልግሶ ኣለና ማለት እዩ ቀልጢፉ ብማይ ኣይልግስን እዩ ወይ ከኣ ጽቡቅ ጌርና ሳሙና ጌርና ክንሓጽቦ ኣለና ማለት እዩ ናይ መወዳእታ ዘርእየክን ድማ እዚኣ እያ እዚኣ እዚኣ ከኣ ኤሽ ፕሬክሌቫ ማለት እዩ እዚኣ ከኣ ኤሽ ፕሬክሌቫ ንኣብነት ባሮካ ክንጥቀም ከለና ኣብ ስፔብሄር ለውጢ ምስ ደልዩ ሕጂ ትባል እኳ ናብዚ ናብዚ ናብዚ ከይብል እዚ ናይ ቅድሚት በዚ ጌርና ክነላግቦ ኣለና ማለት እዩ ወይ ክነላግቦ ንኽእል ኢና ወይ ከኣ ዝቤብሄር ንኣብነት ከምዚ መሓዙት ናይ መርዓ መርዓት እንተ ኾይንካ ወይ ፍሉይ ፍሉይ ናይ ስእሊ ሹቲን እንተ ሃልዩካ ገለ እዚ ወይ ከኣ ንመርዓት ብብዝሒ ትጥቀመሉ ኢኻ ማለት እዩ። እዚ ክሊቨር እዩ። እዚ ማስቲሽ ከምዚ ዝላገብ ማለት እዩ። ማስቲሽ እዩ ይላገብ እዩ። ሶ እንታይ ክንገብር ኣለና ንኣብነት ሎማዓንቲ ተጌርናዮ ጽባሕ ክንሓጽቦ ኣለና ግድን ወይ ከኣ ምሸት ክንሓጽቦ ኣለና ማለት እዩ። ግን ንመርዓውቲ ወይ ንመሓዙት ገለ ትገብረለን እቲ ጸጉረን ሙሉ መዓልቲ ሰጥ ኢሉ ንኽውዕል ማለት እዩ። ኖርማል ግን ንክትጥቀመሉ መዓልታዊ ጽቡቅ ኣይኮነን ግን ከምዚ ኣውደኣመት ክከውን ከሎ ወይ ገለ እቲ በይብሄር ናትና እዚ በይብሄር ንኣብነት መማር በጥ ኢሉ ንክውዕል ከምኡ ኢሉ በቃ ፍንጥሕ ከይበለ ንክውዕል እንተደሊና በይብሄር ጌርና በዚ በዚ ንኣብነት በዚ ዝኮነ ዓይነት ጀል ዘለካ ጀል ጌርካ ማለት እዩ ከምዚ ጌርካ በይብሄር ምስ ኣውጻካ ጽቡቅ ምስ ኣውጻካ ከምዚ ጌርካ በዚ ክሊበር እንተ ሽሽሽ ኣቢልካሉ በቃ እታ ዝነበራ ሰጥ ኢለን እየን ዝቕንያ ማለት እዩ so እዚ ድማ ናይ መወዳእታ ፕሮዳክት ማለት እዩ ዘለኒ ኩሉ ዘለኒ ፕሮዳክት ኣርእየኩም እየ ዝፈትኹሞ እንተሃልዩ ስክሪንሽት ጌርኩም ተጠቀምሉ ማለት እዩ ጥቕምታቱ ንዓይ ዝጠቐመኒ ድማ ክገልጸልኩም ጸኒሐ ማለት እዩ። እዚ ድማ ከምበይ ብሄር እውን ክንጥቀመሉ ንኽእል ኢና ማለት እዩ። ጀል እንተዘይብልና ከም ጀል ጌርና ክንጥቀመሉ ንኽእል ኢና ማለት እዩ። ያ ናይ ሎማዓንቲ ቪድዮይ እዚኣ ትመስል ኔራ። እንተፈቲኹማ ላይክ ሃቡኒ ኢኹም። ከምኡ ድማ ሸር ንመሓዙትኩም፣ ቤተሰብኩም፣ ፈተውትኹም ሸር ግበሩለይ ኢኹም። ብኻልእ ቪድዮ